ወለደይከ መን ክሕግዞም እንተበልክዎ፣ ወለድኺ ባዕሎም ይፈልጡ። ከም ተፍቅርንን ከም ትእዘዝለይን ከረጋግጽ እንተኾይነ፣ ዕላማኺ ከየሳኻዕኺ ጠኒስኪ ዓዲ ኺዲ ይብለኒ። ገዝኡ ድማ ብሽም ኣቦኡ ገይሩ። ሰለምታ ኣይረሳዕኹን ፍትዋት ተኸታተልተይ እንኳዕ ብሰላም መጻኹም ንሎማዓልቲ ሒዘልኩም ዝመጻኹ መደብ መደብ እንታይ ትምኽሩኒ ዝብል ሓንቲ ሓፍተይ ዝጸሓፈትለይ ዛንታ እየ ሒዘልኩም መጽየ ዛንታ ኣንብየ ምስ ወዳእኹ ኣነ ሓሳበይ ከካፍላ እየ ንስኻትኩም እውን ዛንታ ሓፍትና ሰሚዕኹም ምስ ወዳእኹም ሓሳብኩምን ምኽርኹምን ኣብ ኮሜንት ንክተስፍሩላ ኣቐዲመ ብትሕትና ክላበወኩም ይፈቱ። ናብዛ ናይ ዝሓፍትና ዛንታ ከብለኩም ላይክ ሼር ሳብስክራይብ ምግባር ኣይትረስዑ። ሰናይ ምክትታል። ዛንታኣ ከምዚ እዩ ዝብል፣ ኣቢየ ሰላም ከመይ ኣለኺ ዝሓፍተይ ማራ እየ ፍትው ዘብለኪ ንእሽተን ሓፍተይ እያ ኣፋሊጣትኒ ምሳኺ እና ሓፂር ጊዘ እየ ገይረ ካብ ዝከታተለኪ ግን ኩሉ ዳርጋ እየ ሰሚዐዮ እና ብክንደይ ገለ እየ ረኺበኪ ኣብ ዝለዓለ ደረጃ የብጽሕኺ የኔ ጠንካራ። ብጣዕሚ እየ ዘመስግን የቐንየለይ ዝሓፍተይ እና እንታይ ድየ ክብለኪ ደልየ ኣብየይ ስደት መጽየ ብጋሻይ ዝተፋለጥክዎ ፍቕረኛ ኣለኒ እዙ ፍቕረኛይ ሰብ እዩ ኣፋሊጡና ለባም እዩ ዓብይ ዓዲ እዩ ኢሉ እና መጀመርያ ዓብዩ እዩ ኢለስ ኣየፍቀርክዎን ነይረ ተሓር ግን ኣኽቢሩኒ ኣብ ጸገመይ እውን እናሓገዘኒ እንታይ እሞ ክብለኪ በተለይ ክስካዕ ንራኸብ ማራ ይሐንቅቀኒ ብዛዕባ ሂወት ብዙሕ ዝሓለፈ በሳል እዩ ኢለ በቃ ኣይጎድኣንን ኢለ ተስፋ ጌረስ ኣፍቂረዮ ተራኺብና ብልተራኸብና ብዓዲ ክውድኣለይ ኣይደልይን ቆልዓ ንውለድ እሞ ምስ ወለድና ኢሉኒ ንምንታይ እንተበልክዎ ግን ፍቅረኛ ነይራቶ እየ ዓሰርተ ዓመት ኣብ ፍቅሪ ዝጸንሑ ካብ ዓዲ ኣትሒዘ ይፈትዋ ነይረ ግን ምእዛዝ ኣብያትኒ ትንዕቀኒ ኣይተኽብረንን ወዘተ ኢሉኒ ተፈላሊና ኢሉኒ ኣሚነዮ ብዓዲ ወዲእና ስለ ዝነበርና ደቢሩኒ ኮይኑ እዩ ኢሉኒ። ብደስ ዝበለኪ ኣምሕልኒ የፍቅረኪ እየ እመንኒ ኢሉኒ። ግን ንጽናሕ ኢሉኒ። ኣነ እናተሓባእኹ መከላኸሊ እናወሰድኩ ኣይጠነስኩን ነይረ። ተደጋጋሚ ንራኸብ ነይርና። ኣብ መንጎ ዓዲ ከይዱ ተቐይሩኒ ነይሩ። ቅርሹ እውን ስደድለይ ጸጊሙኒ ይብለኒ። ንበኣስ እሞ ይሰደሉ ነይረ። ድሓር ወድእለይ ኢለዮ እሺ እናበለ ግን ድንገት መፅዩ እዞም ቤተሰባ ይፈትዉኒ እዮም ተዓረቑ እናበሉኒ ኣነ ኣይደልያን ኢሉኒ በቃ ቀፂልና ተራኺብና እውን ደሓር ግን ብዓዲ ምሽጥር ሰሚዐ ገዛ ነይርዎ ዝገዝኦ ክልተ ኸፍሊ ዘለዎ ምስ መረብኡ ብሽም ኣቦኡ ገይርዎ መፅዩ እዩ ኣብ መዛጋጃ ቤት ዝረኣዮ ሰብ ነቦይ ነጊርዎም ንምንታይ ኢለዮ ግን ሓሶት እዩ ኢሉ ክሒዱኒ ጸኒሑ ምስ ተባኣስክዎ ምእንቲ መሬት ክዕደል ደልየ እየ ኢሉኒ ግን ኣሚነዮ ነይረ እማ ኣብ ኮሜንት ሓሳዊ ወዲ ከምዚ እዩ ኢሎም እዞም ናይ ገዛ ኣብርሃም መምሃራን እናምሃሩስ እናተጻረፈ ተዓዚበዮ ሱቕ ኢለ እዛ ቤቲ ትበሃል ጓል ከዓ ብዛዕባ በደል ኣጓላት እናተዛረበትስ እናተጻረፋ በቃ እዞም ዝመኽሩ ሰባትስ ይጻረፎም ንምንታይ ኢለዮ ግን ባዕለን ፍቱሓት ባዕሎም ሸራሙጥ ኢዮም ሓስዮም ኢዮም ኢሉኒ እናጠርጠርክዎ እናተጨነቕኩ መጽየ ጥነሰ እናበለ በቃ ምስ ረበሸኒ ከይደ ምስኡ ቀንየ ንዒ ኢሉኒ እንተዘይከይደ ኣይተኽብርንን ኣይትእዘዝለይን እዩ ዝብለኒ ምስኡ ቀንየ ምስ ተመለስኩ ግን እናተጠዓስኩ ከይጠንስ እናፈራሕኹ ማለተይስ በቃ ዝኾነ እንተ ሓቲተዮ ሰበይቲ ምሰሊ ካባይ ድኺ ፈሊጥኪ ዝበልክኹ ስምዒ ይብል ዝኾነት ጓል ክትካራኸር እንተ ርእይዋ ኻዓ ወጣም ጓል ሰበይቲ ይብል በቃ ግን እተን ሴተኛ ኣዳሪ ኢሉ እዩ ዝጻረፍ ንምንታይ ኢልካ ምሕታት ማራ እዩ ዘናድዶ ሓቂ ኻዓ ክትብሎ እዩ ዝደሊ ብዕድመ ብዓሰርተ ዓመት እዩ ዝዓብየኒ ብፍቕሩ ዓዊረስ ኩሉ ነገሩ ኣይረኣየንን ነይሩ ብድሕሪኡ ግን እናተርኣየኒ ብልመጸ ግን እናተጸጸትኩ እየ ከይደ እናረሓቕክዎ እናኸድኩ ንሱለ ኣይግደሰለይ ደሓር ጠኒ ሰረኺበያ ነፍሰይ እንታይ ፎተኹ ትሕት ኢለ እማንካ ምባል ጀሚረ ብክንደይ ገሊ ብዓዲ ወዲኡለይ ቅርሺ እንተግንየ ይህቦ ንሱለ ይህበኒ እዩ ብልወለድኩ ኪድ ዓድኽ እናበለ ሃዊኹኒ ዕላማይ ከሳኽዕ እንተበልክዎ ግን ኣነደ እኔኹይ ሰበይተይ እንዲኺ ኪዲ ዓዲ ወለደይከ እንተበልክዎ፣ ኣነ ክሕግዞም እየ እናበለኒ። ስራሕ ስኢኑ ልቓሕ ምስ በዝሐና ስራሕ ኣትየ፣ ልቓሕ ከፊለ ዳርጋ ብሓይሊ ወደይ ንዓዲ ሰዲደዮ። ኪዲ እናበለኒ ሓፍተይ መፅያትኒ። ናይ ምሽዋር ሓግዘኒ ኢለዮ ግን፣ ወዮ ክሰርሕ እየ ዶ ኣይበልክይ? ኢሉ ኣብዩኒ። ተለቂሐ ተቐቢለያ፣ ሰሪሓ ዓድያትኒ። ሕዚ ምኽሪ ዝደለኹሉ፣ መሬት ክገዝእ፣ ገዛ ከስርሕ እንተበልክዎ፣ ጠኒስኪ ኪዲ ዓድኺ ይብለኒ ምርኻብ እንተ ኣበኽዎ ይበኣሰኒ እሞ ይኸዶ ግን መከላኸሊ ተሓቢኤ እየ ዝጥቀም እና እታ ንእሽተይ ሓፍተይ ሓያል እያ ዋላ እና እመና ደዊሉ ንዕኡ እማንካ እናበለኽ ንዓይ ግን ከይትኸዲ ድሓር ከጋፍዐኪ እዩ ኣብ ኢዱ ከይትወድቂ ከለቅሐኪ እየ መሬት ግዝኢ ገዛ ኣስርሒ ቆልዓ ስለ ዝወለድክሉስ ናብ ድላዩ ከሽከርክረኪ መን እዩ እዙይ ሓፍተይ ኣይኮንክን እንተ ኸይድኪ ኣደዳ ጸላእቲ ከይትገብርና ሰሪሕኺ ኺዲ ቆልዓ ሒዝኪ ናበይ ክትድረቢ ጽባሕ ትብለኒ ንሱ ናብ ኣቦይ ደዊሉ እእሚንዎም ንዒ ካልኣይ ሒዝኪ ሰብኣይኪ ይስርሐልኪ ክተዕርፊ ይሐሸኪ ይብሉኒ ኣሕዋተይ ስርሒ ይብሉኒ እቶም ኣዕሩኽቱ ካልኦት ካብ ኢደን እናተጸበዩ ንስኺለ ዓዘራ እዕርፊ እናበለክስ ኪዲ እሺ በልዮ ይብሉኒ ረሲዐዮ እባ ኣቢየይ እታ ፍቕረኝኡሲ ጠይቐስ ለባም ጠንካራ ምዃና ገዛ በል ገዝኣት ንራኸብ ኢልዋስ ኣብ ስደት ኣይራኸብን ኢለኪ ኣየ ኢላቶ ንሱለ ሃሊኹ ገዛ ስለ ዝገዛእኺ ኮሪዕክለይ ማለት ድዩ ኣይትእዘዝንን ኢልዋ ተለሚና ኣበደን ኣብ ስደት ኣይራኸብን ስርሐይለ ኣይገድፍን ቃለይ ሓንቲ እያ ኢላቶ ብቕንእ ተደፋፊኡ ተለቂሑ ገዛ ምግዝኡ ሰሚዐ እና ንዕኡ ኣሚነ ዓዲ እንተኸይደስ እንታይ ትመኽርኒ በቃ ብፍርሒ ሞይተ ስርሑ ከዓ ቀዋሚ ኣይኮነን ንዕኡ ኣሚነ ዕላማየ ከየሳካዕኩ እንተከይደስ ከይጠልመኒ ፍቅሩለ ኣይፀልኦን እምበር ወፂኡለ እዩ ብሰንኪ ፅዕንትኡ እና ፁክፁኩ ዝረሳዕክዎ ዓዲ እንተኣትየ ወለደይከ እንተበልክዎ ወለድኪ ባዕሎም ይፈልጡ ንስኪ እንተዘይትመፅከ መን ክሰደሎም ነይሩ እዩ ናብራ ናብራ ቀደሞም ኢሉኒ ምስተባኣስና ኣነ ክሰደሎም እየ ኢሉ ዘረባ ቀይርዋ ሓፍተይ ምስ መፀት ሎምኸ እንታይ ክትብሊ ኢኺ ሓፍትኺ ኣላቶም ይብልን ዝብል እዩ ዛንታኣ። ክብርቲ ሓፍተይ ኣነ ከማኽረኪ ዝደሊ ብመጀመርያ ክልቲኦም ዓይነት ባህርያት ኣነ ኣይድግፎምን ምልክት ትኽክለኛ ኣፍቃሪ ወይ ትኽክለኛ ናይ ወዲ ባህርያት ናይ ሰብኣይ ባህርያት ናይ ሓደ በሳል ለባም ወዲ ባህርያት እዩ ኢለ እውን ኣይስማዕመዐሉን ንጓል ኣንስተይቲ እውን ጠቐምቲ እዮም ኣይብልን እኳ ደኣስ ኣስጋእቲ እዮም እየ ዝብል እዞም ክልተ ኢለ ገሊፀዮም ዘለኹ ካብ ዛንታኺ ተበጊሰ እዙ ሓደ ኣብዚ ሕጂ ሰዓት ካብ ጓል እናተጸበዩ ሰሰሪሐን እናሃበኦምስ ንስኺ ግን ኪዲ ኣነ ክሰርሐልኪ ኪዲ ዕረፍ እናበለኪ ዓዘራ ኢሎምኺ ዘለዉ እዞም ኣዕሩኽቱ እዚ ካብ ጓል ሰሰሪሓ ገንዘብ ክትህቦ ኢዱን እግሮን ኣጣሚሩ ዝጽበ እዚ ካብ ጓል ዝብለጽ እዚ ካብ ጓል ክስካዕ ሰሪሓ እትህቦ ዝጽበ ተጸባይ እውን ንጓል ኣንስተይቲ ኣስጋኢ እዩ፣ ጠቓሚ እውን ኣይኮነን እየ ዝብል። ከምዚ መብዛሕትኡ ግዜ ንገልጾ። እዘን ጠንካራታት ለባማት ብዙሓት መጽየን ዝገልጻልና እውን እንድሕር ደኣ ተጸባዪ ኮይኑ ኢዱን እግሩን ኣጣሚሩ ካብ ጓል ዝጽበ እንድሕር ደኣ ኮይኑ ሓደ ምልክት ሓቀኛ ኣፍቃሪ ኣይኮነን። ሓቀኛ ኣፍቃሪ ተጸባዪ ኣይኮነን። ካልኣይ ምልክት ትኽክለኛ በሳል ወዲ ኣይኮነን። ምኽንያቱ ትኽክለኛ ወዲ ትኽክለኛ በሳል ዝበሃል ወዲ ሓላፍነታዊ እዩ። ወሃቢ እምበር ተጸባይ ኣይኮነን። ኩሉ ግዜ ለመና ዝጽየፍ፣ ተመጽዋትነት፣ ተጸባይነት ዝጽየፍ ኢዩ። ኣብ ቀጻሊ ኣብ ህይወት ሓንቲ ጓል ኣንስተይቲ ናብ ህይወታ ክተምጽኦ ከላ፣ ሓዳር ክትምስርት ከላ ምስኡ እንድሕር ደኣ ተጸባይ ኮይኑ፣ ብቐዳምነት ሓላፍነት ኣይወስደላን። ንሳ ኢያ ናይ ሰብኣይን ናይ ሰበይትን ሓልያ፣ ተጨኒቓ፣ ሓላፍነት ወሲዳ ሓዳር ትመርሕ ትኽእል። ንሳ ኣብ ዝደኸመትሉ፣ ንሳ ክትሰርሐሉ ኣብ ዘይከኣለትሉ ሰዓት ኣቕሚጥዋ ስለ ዝኸይድ፣ ወይ ድማ ኣብታ ዝጸገም እታ ሰዓት እታ ዝለመዳ ስለ ዝሰኣነ ናፍተን ከምኣ ዝበለ ክህብኡ ዝኽእላ እቲ ዝለመዶ ካብ ካልእ ንኽረክብ ኣውዲቕዋ ኣብ ዘይተጸበዮ ኣብ ዘይተጸበየቶ ሰዓት ኣብ ጸገማ ሰዓት ኣውዲቕዋ ስለ ዝኸይድ ብሓፈሻ ሓደ ሓላፍነታዊ ዘይኮነ ካብ ኢድ ጓል ኣንስተይቲ ዝጽበ ወዲ ምልክት ሓቀኛ ኣፍቃሪ እውን ኣይኮነን ንጽባሕስ ይጠቕማ እዩ ተስፋ ኣለዎ እዩ እውን ክትብሎ ኣይትኽእልን ኣስጋእ እዩ ኢኻ ትብሎ ካልኣይ ድማ ከምዚ ናትካ ዓይነት ወዲ ጓል ኣንስተይቲ እንድሕር ደኣ ጠንኪራ እንድሕር ደኣ ሒዛ እንድሕር ደኣ ደልዲላ ዝፈርሓ እንድሕር ደኣ ኮይኑ እውን ምልክት ሓቀኛ ኣፍቃሪ ምልክት በሳል ምልክት ዓርሰ እምነት ዘለዎ ወዲ ኣብ ቀጻሊ ኣብ ህይወታ እውን ክጠቕማ ዝኽእል ክትጭነቐሉ ዘይትኽእል ወዲ እዩ ኢልካ ክትገልጾ ኣይትኽእልን። ሓደ ምልክት ሓቀኛ ኣፍቃሪ እውን ኣይኮነን፣ ምልክት በሳል ወዲ እውን ኣይኮነን፣ ምልክት ጠንካራ፣ ምልክት ዓርሰ እምነት ዘለዎ ወዲ እውን ኣይኮነን። እኳ ደኣስ ምልክት፣ ንኣብነት ሓደ ሓቀኛ ኣፍቃሪ እንድሕር ደኣ ኮይኑ፣ ነፍቃሪቱ ኩሉ ግዜ ብነጻነት ክበኣሰኒ ዶ ይኸውን፣ ክርሕቐኒ ዶ ይኸውን፣ ከምዚ ዶ ክብለኒ ይኸውን ኢላ ንኸይትጣራጠር ብነጻነት ክትዛረቦ እዩ ዝገብር። ኣብ ጎና ሓቀኛ ኣፍቃሪ ዘለዋ ጓል ኣንስተይቲ ኩሉ ግዜ ሓሳባ ብነጻነት እያ ትገልጽ። ኣብ ዝኾነት ኩነታት ትሃሉ ኩሉ ግዜ ሓደሽቲ ሓሳባት ኣብ ብጽባሕ ሓደሽቲ ሓሳባት እናምጸት ሓደሽቲ ነገራት ሓደሽቲ ፈጠራታት እናፈጠረት ብዓርሰ እምነት ንኽትጅምሮም ዘሚራ ድማ ንኽተሳኽዖም ኣብ ጎና ኮይኑ ትኽእል ኢኺ ኣጆኺ ጠንካራ ኢኺ እናበለ ዓርሰ እምነት ንኽህልዋ ንኽትጥንክር እዩ ዝደሊ ኣብ ጎና ኮይኑ ኩሉ ግዜ መተባብዒኣ መጠንከሪኣ ኣጆኺ በሃሊ ደጋፊኣ በቃ ነጻነታ ንኽትእውጅ ንኸይትጨናነቕ ምሉእ ዓርሰ እምነት ንኽህልዋ ዝገብር ደኣ እምበር ነፃነታ ዝጭቁን እንድሕር ደኣ ኮይኑ ድሌታ ንኸይትዛረብ መሰላ ኩሉ ነገራ እንድሕር ደኣ ዝዕፍና እንድሕር ደኣ ኮይኑ ሓደ እዙይ ገዛ እዩ ምልክት ሓቀኛ ኣፍቃሪ ዘይኮነ ምልክት ሓደ ጨቋኒ ሰብ እዩ እንድሕር ደኣ ዓርሰ እምነት ዘይሃልይዎ ሓደ ወዲ ዓርሰ እምነት ናይ ዘይብሉ ወዲ ኢለ ዝገለፅክዎ ዓርሰ እምነት እንድሕር ደኣ ዘይሃልይዎ ጠንካራታት ሰባት ብጣዕሚ እዩ ዝፈርሕ ጓል እውን ከምኡ ጠንካራ እንድሕር ኮይኑ ምሁር እንድሕር ኮይኑ ትፈርሕ ጓል ኣላ ኣይምጥኖን ኢላ ትፈርሕ ጓል ኣላ ወዲ ከዓ ገዛ ዝገዘእት ወይ ምህርቲ እንተኾይና ወይ ጠንካራ እንተኾይና ወይ ዓርሰ እምነት ዘለዋ ጓል እንተኾይና እንድሕር ደኣ ንሱ ዓርሰ እምነት ዘይሃልይዎ እሞ ሓቀኛ ኣፍቃሪ ተዘይኮይኑ ኣብ ልዕሊኣ ሓቀኛ ፍቕሪ ተዘይሃልይዎ ይፈርሓ እዩ ስለ ዝፈርሓ ንሱ ዝደልያ ዝጭቁና ልክዕ ከም ሰበይቱ ከም ኣፍቃሪቱ ከም ኣካሉ ዘይኮነሲ ከም ሓንቲ ግዝእቲ ከም ሓንቲ ኣገልጋሊት ኣብ ድላዩ ዝድርብያ ዘልዕላ ዘውድቓ ዝረግጻ ጨቊኑ ዓፊኑ ከንብራ ዝኽእል ኣገልጋሊት ዓይነት ፍጥረት እዩ ዝደሊ እምበር ከም ሰበይቱ ኮይና ኣብዚኣ እኮ ተጋጊኻ ኢኻ እዚኣ እኮ ሕማቕ እያ እንድሕር ደኣ ኢላቶ ምልክት ዓርሰ እምነት ዘይብሉ ወዲ ዘይበሰለ እንድሕር ደኣ ኮይኑ እንድሕር ደኣ ጠንካራ ዘይኮይኑ ናታ ጥንካረ ክጻወሮ ኣይኽእልን። ናታ ጥንካረ ናታ ብስለት ናታ ንምንታይ ኢልካ ምሕታት ወይ ድማ ናታ ተጋጊኻ ኢኻ ኢላ ጌግኡ ብፍቕሪ ብኽብሪ ንዕኡ ምርዳእ ከም ስብእነቱ ዝተመንጠለ ከም ጅግንነቱ ዝተመንጠለ ከም ንሱ ሰብኣይ ንሱ ሰበይቲ ንሳ ሰብኣይ ከም ዝኾኑ ገይሩ እዩ ዝቖፅሮ ስለዚ እዞም ተጸበይቲ ካብ ጓል ተጸበይቲ ጓል ሰብኣይ ኮይና እሶም ሰበይቲ ኮይኖም ተናውሮም እውን ኣገደስቲ ኣይኮኑን ጠቐምቲ ኣይኮኑን ሓንቲ ጓል ኣንስተይቲ ኣብ ህይወታስ እቶም ኣገደስቲ ዝበሃሉ፣ እቶም ተኣማሚናትሎም ክትነብር ትኽእል ሰባት እውን ኣይኮኑን። እዚ ሕጂ ክገልጾ ዝጸናሕኩ እውን ከምኡ። ከምኡ ዓይነት ወዲ ናብ ህይወታ ክትቅበል ከላ ጓል ኣንስተይቲ፣ ኩሉ ነገራ ተዓፊና፣ ከም ኣካሉ፣ ከም ሰበይቱ፣ ከም ሓንቲ በዓልቲ ቃል ኪዳኑ ዘይኮነትሲ፣ ከም ሓንቲ ኣገልጋሊት፣ ከም ሓንቲ ዝኾነ ተቖጺራ ኣብ ትሕቲኡ ትሰርሕ፣ ኣብ ድላዩ ኪዲ ዝብላ ኣብ ድላዩ ኑዒ ዝብላ ዓይነት፣ ኣካል፣ ንብረት፣ ዝሓሰረት ንብረት ገይሩ ንኽሪኣሲ ዋላ ኣብ መጽሓፍ ቅዱስ እውን የለን፣ ዋላ ኣብ ሳይንስ እውን የለን። ካብ ኩሉ ወጻኢ ከትነብር ዝገብር እንድሕር ደኣ ኮይኑ እውን እዚ ካብዚ ክገልጾ ዝጸናሕኩሲ ወጻኢ እዩ ኢለ እየ ኣነ ዝኣምነሉ። እዚ ክብል ከለኹ ግን ሰበይቲ ኣብ ቦታ ናይ ሰበይቲ ኮይና ንሰብኣያ ኣይትተኣዘዘሉ። ንሰብኣያ ልክዕ ከምቲ መጽሓፍ ቅዱስና ሰብኣይ ርእሲ ናይ ሰበይቲ፣ ንጉስ ናይ ገዛ ዝብለና ዋላ ብወለድና ዋላ ብሃይማኖትና ብባህልና ዝጸንሐና ንሰብኣያ ኣይትተኣዘዙ ኣይተኽብሮ ማለት ኣይኮነን ሰብኣይ ትኽክለኛ ሰብኣይ እንድሕር ደኣ ኮይኑ ክብሪ ይግብኦ እዩ ክትእዘዘሉ ክተኽብሮ ክትሓልየሉ ኩሉ ነገሩ ኣጆኻ ክትብሎ ምሽጥሩ ክትዕቅበሉ ሲ ኣቦታታ ትኽክለኛ ሰበይቲ ክትኮነሉ ሲ ይድግፎ እየ ይኣምነሉ እውን እየ ማለት እዩ ነገር ግን ዋላ ካብ መጽሓፍ ቅዱስ እንተመጺና ዋላ ብሳይነስ ዋላ ብኩሉ ነገር እንድሕር ደኣ መጺና ከብዚ ሕጂ ክግለጽ ዝጸንሐ ክተተንፍስ ኣይትኽኣል ክትዛረብ ኣይትኽኣል ንምንታይ ኢላ መሰላ ወይ ዝኾነ ዝተሰምዓ ነገርሲ ክትዛረበ ይብላን ተዓፊና ትንበር ዝብል ግን እዚ ኣይድግፎን ማለት እዩ። ካብኡ ከዓ እዞም ኣብ ሚድያ እናዞሩ ንዝምኽሩ ሰባት ዝፀርፉ እዚኣቶም እዞም ከምኡ ዓይነት ሕማቕ ባህርያት ዘለዎም እንድሕር ደኣ እዘን ኣዋልድ ዝከታተላ እንድሕር ደኣ ኮይነን ንኣብነት ኣብ ገዛ ኣብርሃም ካብ ዝሙት ርሓቒ ዕላማ ከሳኺዒ ሒዝኪ ተረኸቢ ትኽክለኛ ወዲ ከምዚ እዩ ሓሳዊ ወዲ ከምዚ እዩ ከምዚ ዓይነት ወዲ ናብ ህይወት ከይትቀበሊ ካብ ከምዚ ተጠንቅቂ ኢሎም ክምክሩ ከለዉ ዝጸርፍዎም በዓልትኹም ከምዚኹም ጓል ተኮይና እውን ዝምኽሩ ሰባት እናሓለፉ ኣብ ኮሜንት ዝጸርፉ ካብዚ ሚድያ ንኸርሕቕዎም ለይትን ቀትርን ዝጽዕሩ እዚኣቶም እቶም ከምኡ ዓይነት ባህርያት ዘለዎም እዮም እንድሕር ዳ እዛ ጓል ትከታተል ኮይና ገንዘባ ክትህቦ ይትኽእልን ንዕን ኣብ ዝበላ ክትከዶ ይትኽእልን ካብ ዝሙት ክትርሕቕ እያ ዕላማኣ ክተሳኽዕ እያ እንታይ ዓይነት ባህርያት ከም ዘለዎ ትምህርቲ ተኸታቲላ ክትፈልጦ እያ። ስለዚ እቲ ዝረኽቦ ዝነበረ ረብሓ ክኸስሮ እዩ። ስለዚ ጥቕሙ ረብሕኡ ስለ ዝስእኖ ክስእኖ ድማ ስለ ዘይደሊ ዝመኽሩ ሰባት ብጣዕሚ ዝጸልኡ ብጣዕሚ ብተደጋጋሚ ኣብ ዝተፈላለየ ሚድያታት ዳውን ክገብርዎም ዝጽዕሩ ዝጸርፍዎም ዝድህልዎም መዓት ኣለዉ እዮም። ስለዚ ከምኡ ዓይነት ባህርያት እንድሕር ደኣ ሃልይዎ ግዴታ እዩ ንዞም ከምኡ ዝበሉ ንዞም በደል ዘቃልዑ ንቶም በደልቲ ደጊፉ ንቶም ተበደልቲ ኢና በሃልቲ ክጸርፍ ግዴታ እዩ ምክንያቱ ኣብ ጎኑ ዘለዋ ከነቕሓየን ክርሕቃየን ማለት እዩ። ብሓፈሻ ክብለኪ ዝደሊ ክብርቲ ሓፍተይ ዋላ እኳ ሓቀኛ ኣፍቃሪ ተዝኸውን ነይሩ ኣይኮነን ዶ ከምዚ ዓይነት ባህርያት ናረእክሉ ዋላ ሓቀኛ ኣፍቃሪ ተዝኸውን ብዙሕ ጽቡቕ ነገር ተትርእይሉ ነርክሲ ካብ ስደት ዕላማኺ ከየሳኻዕኺ እሞ ከዓ ኣዶ ኮንኪ ሓላፍነት ትሽከምሉ ውላድ ሃሊክሲ ዓዲ ኺዲ ኢለ ክመኽረኪ ኣይክእልን ምኽንያቱ ኣይኮነን ደብ ስደት ነርካ ካብ ናተይ ኢልኪ ሒዝክዮ ዘለኺ ኣካል እሞ ከዓ ቀዋሚ ስራሕ ኣብ ዘይብሉሲ ቀዋሚ ስራሕ ዘለዎ ካብ ሓውኪ ይኹን ካብ ስድራኺ ይኹንኳስ ተደጊፍክዮም ነርኪ ሓንቲ መዓልቲ እታ ዘላቶም ስራሕ እንድሕር ደኣ ኣቋሪፀምዋ እታ ትዝርግሐልኪ ዝነበረት ኢድ እንድሕር ደኣ ኣቋሪፃ ፅባሕ ንጎህ ህይወትኪ እውን ምስኣ እያ ተቋርፅ ሰብ ኣብ ትሕቲ ፈጣሪ ዓቕሚ ሄዋን ዓቕሚ ኣዳም እንድሕር ደኣ በጺሑ ብፍላይ ብፍላይ ስደት እንድሕር ደኣ ወጺኡ ማንም ሰብ ምስ ሰኣነ ቁሊሕ ኢሉ ክጥምቶ ኣይኽእልን። ኣብ ማንም ሰብ እውን ክትድገፍ ኣይብልካን። ኣብ ትሕቲ ፈጣሪ ኣብ ጻዕርኻን ኣብ ነብስኻን ክትድገፍ ኣለካ እየ ዝብል ኣነ ማለት እዩ። ኣይኮንን ዶ ውላድ ኣምጺኻስ ውላድ ከየምጻኻ ኳሲ ኣብ ነብስኻ ኢኻ ክትጽጋዕ ዘለካ እየ ዝብል። ስለዚ ብዚ ክገልጾ ዝጸናሕኩ ምኽንያት እዩ እዚ ሰብኣይኪ ክትሰርሒ ዘይደልየኪ ብጥንካረኺ ጠንካራ ስለ ዝፈርሕ ጠንካራ ስለ ዘይኮነ ዓርሰ እምነት ስለ ዘይብሉ እዩ እዚ እክገልጾ ጽናሕኩ ዓይነት ባህርያ ስለ ዘለዎ እዩ ኪዲ ዓድኺ ዝብለኪ ዘሎ ማለት እዩ ስለዚ ከምዚ ሓፍቲ ክትብለኪ ዘላ ብዚ ሓፍትኺ ብጣዕሚ የድኒቀያ በዚ ኣጋጣሚ ሓፍቲ ክትሓግዝኪ መሬት ክግዝኢ ገዛ ከስርሒ ጽባሕ ንጎ ከይድኪ እንተስ ሸይጥኺ እንተስ ኣካሪኺ እንተስ ባዕልኺ ተቐሚጥኪ ክተዕርፍሉ ትኽእሊ፣ ውላድኪ ካብ ብዙሕ ነገር ክተድሕንሉ ትኽእሊ እምበር ምስዚ ትርእይሉ ዘለኺ ባህርያት ንዕኡ ኣሚንኪ ሕጂ እውን ካልኣይ ጠኒስኪ ካብኡ ተጸባይት እንድሕር ኮይንኪ ዓዲ ከይድኪ ግን ክገጥመኪ ዝኽእል ጽባሕ ተጣዒስኪ ክትወጽእዮ ናብ ዘይትኽእሊ ከቢድ ጣዕሳ ንኸይትኣትዊ ከይትሰምዕዮ እንድሕር ደኣ ሓቀኛ ኣፍቃሪ ሓቀኛ ሰብኣይ ኮይኑ ይረደእልኪ እኳ ደኣስ ክሕግዘኪ ይግብኦ እንድሕር ዓዲ ክትከዲ ደሊኪ መሬት ግዝኢ፣ ኣስርሒ ገዛኺ ሓግዝኪ፣ ካብኡ ቆልዓ ሒዝኪ ዘድልየኪ ነገር መሻርፍ ክንትሒዝኪ፣ ተሓጊዙኪ ጽቡቕ ተዘይኮይኑ ግን ሓፍትኺ ትሓግዝኪ ሰሪሕኺ ተቐይርኪ ዓድኺ ኺዲ እየ ዝብለኪ ክብርቲ ሓፍተይ። ንሎማዓልቲ ዝነበረትና ጻንሒት እዚኣ እያ ትመስል ኣብ ቀጻሊ ቪድዮ ክስካዕ ንራኸብ ሰሰናዩ ንዓኹም ባይ ባይ።